እሺ እምበኣይ መብዛሕትኡ ተገሊፁ እንድዩ ኣነ ዝገልፆ ንመራሕቲ ሃይማኖት ዘለኹም ኣቦታትና ብባና ክግለፅ እኳ ንእሽቶ ይኸብድ እንድዩ ግን እቲ ዘለናዮ ግዜ ናይ ምንባርና ዘይምንባር ግዜ ስለ ዝኾነ ደፊርና ክንናገር ኣብዚ ጉባኤ እዚ ወፂእና ኣለና። እዚ ንናገርን ዘለና ሰሚዕኹም ልዙ ቅዱስ ኣቦና ብመድሃኒኣለም በባዕሉ ብኣምሳይኡ ገይሩ ዘምፅኦ ልክትሰምዕዎ ብትሕትና ይሓትት። ብምቕፃል ናይ መራሕቲ ሃይማኖት ኮይንኩም ኣብ ሃገርና ትግራይ ይኹን ኣብ ኢትዮጵያ ዘለኹም ኩልኹም ማለት እዩ ልኹልና ዝጥምት እዩ። እታ ግዜ እዚኣ ልሓደን ሓደን ኣይኮነትን። ልማንኛው ፍጡር ልትልክም እያ። ዶሞ ተለክምና ኢና። ኣብዚኣ ዘይተተንከፈ ሰብ የለን። እና መንግስት ሰራሕተኛታት ከምቲ ዝበለ ቅዱስ ኣቦና ማለት እዩ ብዘለኩም ዓቕሚ ምሁራት ኢና ልትብሉ ልክትሕግዙና ይላቦ። ኣብ ውጪ ዘለኹም ዲያስፖራ ኩኑ፣ ኣብ ሃገር ውስጥ እውን ዘለኹም በይዛኹም ውሕዳት ኢኹም ተይበልኹምን ከም ብዙሓት ርኢኹም ብቃል መድሃኔ ዓለም ንናገሮ እምበር ብናትና ሓይሊ ኣይኮነን። ኣነ ላብዚ ገዛ እዚ ካብ ዝመፅእ ቅርብ ግዜ እየ ብዓርከ እየ መፅየ ግን ካብ ዝመፅእ ግዜ ግን ኣነ ዝረእክዎ ብዓይነይ ፀበል ክሰቲ ብእዝነይ ዝሰማዕክዎ ፀበል ክእዘዞ ተዘይኮይኑ ካሊእ ዝፍፀም ነገር ኣብዚ ገዛ እዚ የለን ግን ኩሉ ግዜ ብሕብሕቢኢቶ ኢና ንመፅእ ከምዚ ኣሕዋተይ ዝተናገረኦ ማለት እዩ እና በይዛኩም መራሕቲ ሃይማኖት ዘለኹም፣ ሰራሕተኛ መንግስቲ ዘለኹም፣ ምሁራት ዘለኹም ብዘለኩም ዓቕሚ ካብታ ፈተና እዚኣ ክንወፅእ ሓግዙና። ኣንሕና ዓቕሚ የብልናን። ናይ መድሃኒ ዓለም ስራሕ እዩ ኩሉ ትኩላ ፈተና ዝወረደ እውን ፍሉይ ፍጥረት መጹ እዩ ማለት ኣይኮነን፣ ግን ካብ ገደብ ስለ ዝወጻእና እዩ፣ ስለ ዘይንሰምዕ እዩ። ፈተና እውን ዝምለሰሉ ግዜ ክነብር ይኽእል ነይሩ እዩ፣ ግን ኣይሰማዕናን። ሕዚ እውን በርና ኣይኸፈቱን ኣየይ ጻዕዳ ነጸላ ተኸዲና ኢና ኣብ ቤተ እምነት ንኸድ ኣለና እምበ እቲ ልብና ጸለሎ እዩ ዘሎ ኣብ ምእመናን ማለት እዩ ልብና ተልጸር ነይሩ ከምዚ ክዳና እዚ መዓት እዚ እውን ኣይወርደናን ነይሩ እና ዝሓለፈ ነገር ክንምልሶ ኣይንኽእልን ንዘሎ ምሕረት ልኮርደ ግን መድሃኒ ኣለም ባዕሉ ብኣምሳያ ገይሩ ይነገረና ኣሎ ስምዕዎ እንተሰሚዕኹምዎ ተኾነል ትሕጎስሉ እዩ እንተዘይኮይኑ ደሞ ተነጽግዎስ ናይ ሓይሊ መድሃኒኣለም እንድዩ በይዛኹም ኣቦታትና ልክትሰምዑና ብትሕትና ይሓትት ስለዝሰማዕኹምኒ ብጣዕሚ የመስግን። ኣቦ ቅዱስ ማለት ብጣዕሚ ዝተቀደሰ ዝተባረከ እግዚኣብሔር ባሪኩ ባዕሉ ዘቀመጠልና እዩ እዚ ግን ማንም ሰብ ክፈልጦ ኣይከኣለን እና ኣነ እውን መጀመርያ ቆንጂት እያ ሒዛትኒ መፅያ ወደይ ከምዚ ከምዚ ከምዚ ኢሉኒ ኢለ ሒዛትኒ መፅያ ካብኡ ሓንቲ ኩላሊታ ዝሓመመት ነይራ ኦፕሬሽን ክትኮን ኣብዚ መፅያ ደሓን ኮይና ሓንቲ እታ ኩላሊታ ኣይትሰርሕን ነይራ ንሱ ኩሉ ተስተካኪሉ ደሓን ኮይና እዚ እኳ የላን ኣዲስ ኣበባ ከይደ ኣጋጣሚ እምበር